ሰላም ሰላም ክቡራት ተኸታተልትና ኣብ ሙሉእ ዓለም ዘለኹም ሰላምን ጥዕናን ቅሳኔትን ንምነየልኩም ሎሚ ከዓ ከምዚ ንሪኦ ዘለና ወይ እውን ከምዚ ኣብ ላዕሊ ዝረኣናዮ ብሓድሽ ቪድዮ ተመሊስናኩም ኣለና ክትፈትዎ ክትፈትዎኻ ተስፋ ንገብር ተፈቲኹሞ ተፈቲኽኖኻ ሼር ሳብስክራይብ ላይክ ኣይትረስዑ ብስምኩም ወይ ከዓ ብስምክን ብዙሓት ሰባት ከምዚ ዝሓተትኩም ነይርኩም ብስምኩም ወይ ብስምክን ከዓ ሒዝናልኩም መፂና ኣለና ክትፈትዎ ከዓ ተስፋ ንገብር ክሳብ መወዳእታ ክትካተተሉና ናብቲ ኣሰራርሕኡ ክንሓልፍ ኢና፣ ከመይ ጌርና ነዳልዎ ወይ እውን ብቕልል ዝበለ ብሕጽር ዝበለ ግዜ ከመይ ጌርና ኣብ ሓጺር ግዜ ነዳሉ ነዊሕ ግዜ ከይጸናሕና ማለት እዩ። ሕጂ ናብቲ ኣሰራርሕኡ ክንሓልፍ ኢና። ሕጂ ኣነ ሽጉርቲ መቲረ ኣብ ድስቲ ገምጢለዮ ዘለኹ። እቲ ሽጉርቲ ብዝሒ ወይ እውን ዓቐን ከምቲ ናትና ስድራ ቤት ወይ እውን ከምቲ ንሕና ዓቐን ክንገብሮ ንኽእል ኢና እዚ ከዓ ንቀልዋ ኮነን እዚ ከዓ ንቀይሕ ፀብሒ ኢለ ኣነ ኣዳልየ ዘለኹ ከምኡ ውን ሳልሰይቲ ድስቲ ኣላትኒ እሳ ከዓ ሕጂ ነዚ ሽጉርቲ ኣቃላልዋ ምእንታን ሽጉርቲ ክቐለወልና ጨው ንገብረሉ እሞ ጨው ምስ ገበርናሉ ኣዳውስ ኣቢልና ኣሕቢርና ክንከድኖ ኢና ድሕሪኡ ተሓዊ ንውልዖ እንዳኸፈትና እንዳኾስና እንዳኸፈትና እቲ ሽጉርቲ ብፅቡቕ ክቐለወልና ይኽእል እዩ ከምኡ እውን በዚ እሱ እንዳተቐለወለይ ከሎ ይኹን ኮሚደረ ዝመትር ዘለኹ ከምኡ እውን እታ ሳልሰይቲ ድስቲ ዝበልክኹም እዚኣ ሕጂ እታ ናይ ቅልዋ ሓንሰብ ከፅናሐ ከይህውኻ ንምንታነት እየን ቀድም ክገብር እየ ከምዚ ንሪኦ ዘለና እቲ ሽጉርቲ ረኣይዎ ዳርጋ ተቐልዩ ሕጂ ንእሽተይ ንእሽተይ ካብ ዝፅንሐ ብድሕሪኡ ክንቅፅል ኢና ሕጂ ግን ቅብኣት ክገብረሉ እየ ሕጂ ብጣዕሚ ብጠስሚ ገርኣነ ክቓልዎ ንስኽን ንስኹም ከኣኒ ብደስ ዝበለኩም ክትገብሩ ትኽእሉ ኢኹም። ጠስሚ ግን ጽቡቕ ንክትቐልዎ፣ ምክንያቱ ዋላ ብዙሕ ሓዊ ተሃረሞስ ብዙሕ ኣይትስከፍን ኢኻ ነቲ ጠስሚ ከምዚ ጌርና ሕጂ ምስኡ ቁርብተይ ከነጽንሖ ኢና ምስቲ ጠስሚ ቁርብተይ ከኣቲ ሽጉርቲ ንእሽተይ ከረመልና እምበር እያ ከሎ እዩ ብዙሕ ኣይነጽንሖን ኢና ሕጂ ኣነ በርበረ ክገብረለይ እየ ይኣኽሎ እዩ በርበረ እውን ኣነ ከማኸና እየ ዝብል እንድሕር ተደሊኹም ከዓ በዚኣ ማንካ ሓንትን ፈረቓን ገይረላ ኣለኹ ኣነ ብዙሕ ገለ ሰብ ብዙሕ በርበረ ይፈቱ ኸውን ገለ ሰብ ከዓ ይውሕድ ከምቲ ዓቐን ናይቲ መግቢ እንፀብሕና ከዓ ብጣዕሚ ቅልል ዝበለ ሕፅር ዝበለ ነዊሕ ግዜ ክወስድ ዘይክእል ሕጂ እቲ በርበረ ምእንታን ከይሓረና ወይ እውን እቲ በርበረ ምእንታን ክቐለወልና ቁርቁርተይ እንዳዳወስና ወይ እውን ቁርተይ ማይን ጥብ እንዳበልና ክንቀልዎ ንኽእል ኢና ከምኡውን እታ ሓንቲ እውን ልክዕ ከምቲ ጨውን ገለን ገይረ ከዲነያ ፀኒሐ ከምዚ ንሪኦ ዘለና ሕጂ ኣነ ነዚ ዘይቲ ገይረሉ ምክንያቱ ናይ ብልዖት ክገብሮ ስለ ዘይደለኹ ነዚ ጠስ እዚ ዘይቲ ከዓ ዝተፈላለየ ከምቲ ንደልዮ ክንጥቀም ንኽእል ኢና። ሕጂ በርበረ ገይረሉ

ንዚ እውን ከምዚ ምስ በለ ኮሚደረታት ኣትይዎ ከምዚ ምስ በለ ሕጂ ከምዚ ንሪኦ ዘለና መሲሉ ሕጂ ሽፒናት ከምዚ ዓይነት ሽፒናት ይጥቀም ኣለኹ ኣነ ሕጂ ሽፒናት ኣብቲ መወድኡ ስለ ዝኾነ ሽፒናት ናይ ፍርጅ እየ ተጠቒመ ዘለኹ ዋላ እውን ብዘይ በርበረ ብፃዕዳ ጌርና ክንሰርሖ ንኽእል ኢና ነቲ ሽፒናት ማለት እዩ ከምዚ ንሪኦ ዘለና ኣብታ ዳሕረወይቲ ድስቲ ኣብኡ ገይረዮ እዚ ኣብ ፕላስቲክ ዘሎ ዕሹግ ከምዚ ኣብኡ ከሎ ወላ ምስ ተዘርዘረስ ነዊሕ ነዊሕ ይፀንሕ እዚ ከዓ ነዚ ከዓ ስጋ የእትወሉ ኣለኹ ከምዚ ንሪኦ ዘለና እቲ ቀይሕ ኣብ መጀመርታ ሽጉርቲ ዘዳለኽዎ እዚ ስጋ ንቀይሕ ፀብሒ ኣወሃህድ ኣቢልና ከምኡ ውን ኣደዋውስ ኣቢልና ንኸድኖ ምእንታን ክበስል ሓዊ ከዓ ቀሽርሽር ዘይተበልናዮ ፅቡቅ እዩ ከምዚ ሓውሲ ትሕት ኢሉ ማእኸላይ ወይ ማእኸላይ ኮይኑ ክህረም ቀስ ኢሉ ፅቡቅ እዩ ሕጂ እታ ናይ ቁልዋ ክንገብር ኢና ኣይወላዕኽዋን ፀኒሐ ሕጂ ወሊዐ ኣለኹ ሽጉርቲ ነዊሕ ነዊሕ በቲርናዮ ከምኡ ውን ፓፕሮኒ ዝተፈላለዩ ገርናሉ ሕጂ ኩለን እትየን ዘድልያኒ ኣነ ኣብዚ ክትወን እየ ብሓንሳብ እየ ከትወን ከምኡውን ጠስሚ እቲ ንሕና ኣቀላልዋና ደስ ዝበለና ቀመማት ከንወሳስኸሉ ንኽእል ኢና ካብዚ ናተይ ንላዕሊ ፃዕዳ ሽጉርቲ እትወ ኣለኹ ኩሉ ግን ብሓንሳብ እትወ እትወ ኣቢልና ክንሰርሕ ንኽእል ኢና ከምዚ ነዊሕ ግዜ ዘይኮነስ ብሓንሳብ ኩሉ ኩሉ ብሓንሳብ ነእትዎ ብሓንሳብ ኣዳውስ ኣዳውስ ኣቢልና ሕጂ ኣብዚ ጉዕን ሰደድን ፐርሲመሎ ጥራይ ገይረሉ ዘለኹ ኣነ ከምኡውን ፃዕዳ ሽጉርቲ እዚ ቀይሕ ስጋ ቅልዋ ክገብሮ ዝደለኹ እየ ብዘይ ቀይሕ ከዓ ፃዕዳ ፃዕዳ ቅልዋ ይቕሬታ ፃዕዳ ቅልዋ ነዚ ሕጂ እቲ ዘድልየኒ ብምሉኡ ቀመማት ምስ እተኽሉ ኣብ ኣኸላ ክድን ኣቢለ ክገድፈ ጨውየ ገይረሉ እዚ እቲ ናይ ኣትክልቲ ዘለዎ ሕጂ ከዲነ ገዲፈያ ኣለኹ፣ በዚ ኸኣ ጣይታ ስለ ዘለኒ፣ በዚ መጎጎ ኣጒዲለ ስለ ዘለኹ፣ ጣይታ ኸኣ ከውጽእየ፣ ነዚ ጣይታ ኣላዋውስኡ ኣየእተኽዎን፣ ኣላዋውስኡ ብዙሕ ግዜ ኣዳልየ ኣለኹ፣ ጣይታ ካብኡ ክንርኢ ንኽእል ኢና፣ እዚ እውን ናይ ጣፍ እዩ ጣፍ ቁሩብተይ ከኣ ስገም ጌረሉ እምበር እቲ ዝበዝሐስ ጣፍ እዩ። እዚ ኸኣ ይህረመለይ ኣሎ ወይ እውን ይበስለለይ ኣሎ እናበሰለለይ ከሎ ኸኣ እቲ ጣይታ ይገብር ኣለኹ ናይ መጀመርታ ጣይታ ኸኣ ካሲሰ ኣለኹ ናይቲ ጣይታ ኣላዋውስኡ ቁሩብተይ ስገምን ድበዝሕ ከኣ ቀይሕ ጣፍ'የ ገይረ፣ ንሱ ከኣ ምሸት ለቢሰዮ ብማይ ልብጥ ዝበለ፣ ኣይሓመስኩዎን፣ ኣይቀጠንኩዎን፣ ዋላ ሓንቲ ኣይገበርኩን። ነዛ ቅልዋ በርበረ ጸሊም እውን የእትየሉ፣ ካልእ እውን ዝደለናዮ ቀመማት ክንወሳስኸሉ ንኽእል ኢና ደሓር ማይ በዓሉ ዛዕዛዕ ስለ ዝብል ዘሎ ዝኾነ ማይ ዋላ ኣይገብረሉን እየ ኣብኡ ከሎ ክድን ኣቢለ ክትውዲኣ ኣብኣ ከላ ብፍላይ ቅልዋስ ወላ ሓንቲ ኣይተደንጊ ኣይትብል ኣብኣ ከላ እያ ትበስል ሕጂ እዚ ጣይታ ከምቲ ዝረኣናዮ ናይ ቀዳመይቲ የካሲሰ ክረጉድ መዓት ኮይኑ ንህላ ሓፊሱ ኣሎ ብጣዕሚ ሕጂ ማይ ኣቀጣጢና ወሳሲ ኾላ ከዓ ሕጂ ካልኣ ይረኣይዎ ከምዚ ብፅዔ ኣለኹ እዚኣ እውን ቁርብ ሃብቲ ድርቅ ኢላትንላ ሕጂ እንደጋና ማይ ውስኽ ኣቢለ ቅልጥፍ ቅልጥፍ ክብል እየ ምክንያቱ ስለ በትን በትን ስለ ዝብል ዘለኹ ቁርተ ደንግዮ እምበር ብጣዕሚ ፅቡቕ ዝኾነ ጣይታ ከም ንሪኦ ዘለና ራእይዎ ምስ ተዓራረኽዎ ማለት ናይቲ ጣይታ ኣነን ፅባሒቱ ናይ ምሸት ማይ ጋዝ ገይረ ቀጢነ እየ ዘውፅኦ ዘለኹ ካልእ ወላ ሓንቲ ገበርኩን ኣይላፈኹን ኣይሓመስኩን ወላ ሓንቲ ገበርኩን ከምዚ ትሪኦ ዘለና ኣብ ካልእ ቪድዮ ከዓ ክትሪእዎ ትኽእሉ ኢኹም እዚ ኣፃብሕ ኩሉ ከም ዝረኣኹሞ ኩሉ ወዲኤዮ ስለ ዝነበርኩ በሲለን ኣኸላ ኣውሪደየን ማለት እዩ እቲ ቪድዮ ምእንታን ከይነውሕ ኢለ ክሳብ መወዳእታ ኣየፅናሕክዎን ምክንያቱ ወዲ እዩ ስለ ዝኾነ ቢዶ ብዙሕ ከይበዝሕ ኢለ እየ ካልእ ኣይኮንኩን እቲ ዘድልየና ቀመማት ወሳሲኽና ኢና ነውርዶ ወላ ሓንቲ ወዲኡ ስለ ዝኾነ ቢዶ ንሃይና ውሃኒ ኢለ እየ ቆሪፀዮ ከምዚ ይመስል ፈቲኹሞ ክትኮኑ ከዓ ተስፋ ይገብር ብዙሓት ሰባት ከምዚ ከነምጽኣልኩም ሓቲትኩምና ዝነበርኩም ብስምኩም ኢና ኣምጺእናያ እሞ ላይክ ላይክ ላይክ ሸር ሳብስክራይብ ኣይትብቀቑልና የቐኔልና ክሳብ ኣብዚ ከዓ ዝተኸታተልኩምና ብኻልእ ቪድዮ ክሳብ ራኸብ ሰሰናዩ